እሂ ናይ ጓል ሃንስ ምስላጥ ምስ ኣበካ ዶ ናብዛ ጓለይ ቁሊሕ ኢልካ ኢካ። እንታይ ንማለት ኢካ ዝኮለፍካኒ።
እንታይ ዝኮልፈካ። ናይ ሃንስ ታይ ዲካ ዘልካኒ ምስ ሃንስ ተባኢስካስ ነዛ ቆልዓ ዘሎን ዘየሎን ተዛሪብካሲ ዕድላ ክሰብረላ። ዳሓን ኣውጽሓና መድሃኒኣለም። ዕልል ዶ ክብል ዕልል ተሰንያ እንዶ ክብል ዕልል ዳስ ሓጎሰይ ክተክል ወይሉ ዓዲ ውዒል ወይሉ ጽልኢ ዝተክል። ሕውነት ከላ ንኹሉ ትኣክል ፍቕሪ ከላ ናይ ስድራ ኣኽሊል ዕልል በላ ዕልል ዕልል ዕርቂ ዕርቂ ትብል ኣላ እንዳ ጊላይ በዓልቲ ዕድል። ምናሴ ንርብቃ ኣይትኺድያ ናብኣ ገጽኪ ከይትቐርቢ ኢልካ መዓዳ። ምሳይ እምበር ትኸዲ ባዕለይ ክዓርቀክን። ዳሓን ዳሓን ኣይትኺድያ ጥራይ በላ ተዘይ ኮይኑ። ኢሂ'ሞ ተዘይ ኮይኑ ክትወቕዕያ። ትግደፍና እንዶ በጃኺ ፈሊጠዮም ኣለኹ እንትደ ግደፍኒ በጃኺ ፈሊጠዮም ኣለኹ።
ውይ መድሃን ሓወይ ቅድሚያኻ ግበረኒ ወኣንታ ተጸሊእካ ድዩ ኣይተጸለኒ ኪዲ ኪድ ንገርዮም ኣይረኸብክዎን ኢልኪ ንገርዮ ቀልጥፊ ሃይዳ እሱም ደቀይ ኪድ እሞ ጻዕዳ ጽናሕኩም መድሃን የወደይ እዚኣ ሕራይ ተይልካኒ ድገብረልካ ኣለኒ ውይ ኣንቲ ደ እዚ መድሃን ሓወይ ካን ብብላዕ ድዩ ሕራይ ዝብል መድሃን ኢልና ሰመን ኣይኮስቐልካ ኣይኮነን

ጽናሕ ደኣ ሓወቦይ ሓዊ ተኣጊዱ ኣሎ ብ ከብደይ ሸረኽረኽ ኢሉ ፈሊሑ ደመይ ዓይንን ሓመድን ኮይኖም ኣሕዋተይ ዘረባ ካብ ጠፋኣኩም ስድራይ ክንዲ ኣቦሓጎይ ክኸውን እየ ክንዲ ዓባየይ ጽን በሉ መድሃኒት ጸጋይ መሊኣ ኣይትበሉ ሕንጣይ ዕንዳይ ህድሞ ከይትፈርስ ህድሞ እንዳ ጊላይ ሃየ ተዓረቑ ደኣ ከይፈርደኩም ሰማይ ኣርግትኺ ድምጭኩር ሰበነ ጓለይ ጠኒሳ ትመጽእ ኣላ መልእኽቲ ሰይደትኒ እንተ ክቕኒ ኢለ ወይለከ ሰብ ደስጠንሻ ዋ ኣትሰነይ ጥራ ኣንቲ ዝሰዓመ ወይ ያስ ጎትሰዓመ ወይ ያስ ሰዓመ
ወይ ነዛ ክሪኦ ጸሊኦዮሲ ምስ ውሃ ክዕልል ዋይ ብል ነቦይ ከምኡ ከይትብሎ እሞ ከይሓመና እዛ ቆልዓ ከዓ ኣፎም ኣትሒዛቶ በዓል ኣቦይ ተዓንዚዞም ስቕ ኢሎም። ተዛረብ እምበር
ናይ ዓሌትናን ናይ ስድራናን ጸርፊ ከኣ ክንሰምዖ። ስማዕ ሞሳዝጊ ንስኻ ከይነገርካኒ ከለኻ ከሰተ እንታይ ኢልካ ኣነ ባዕለይ ይፈልጦ'የ። ከሰተ ምሳይ ተበኢሹ ስለ ዘሎ እዩ ጸይቐለይ ዘሎ። ኣንቲ ሸዊት ኮይነ ድየ ዝረኣየኪ ዘለኹ? ዓጢቕኪ'ባ መልስለይ እሞ ሓደ ኣፊ ተርኣ መንጭጭኒ። ምናሴ ኣነ ዝብሎ ባእሲ ብለይን ኪድ ንሓብትኻ ሕተታ እብለካ ኣለኹ። እወ ስሓቅኻ ጀናይ ጅርባ እንድዩ ኣቦ ወዲ ከሎስ እንዳበኸየ ክንዲ ኸሰ ትኽልምኖ ክንዲ ኸሰተ ጓለይ ተወጢዓ እሞ እንታይ ትገብረኒ ክንዲ ብሎስ እሱ ኮርተ ከልበት ከይዲ ክልምኖ ኣዋይ ምስ ኽዳ ናይ ገዛና ናይ ስድራና ሰላም ዘይኮነ ዘዛረበኪ ዘሎ በሊ ናብ ጀናይ እሞ ኺዱ ናብ ጀናይ እሞ ኺዲ ክድክረኪ እዩ
ህያ ገዛይ ናይ ደሓን ደኣ ድኻን እዋ ከድህየካ እምበር እንታይ ደኣ ነዚ ጉዳይ ስኻ እንዲኻ ትፈልጦ ኩሉ ኩሉ እንዲሞ ኮይኑ ናትኩም በቲ ትጸርፉኒ በቲ ትጽውዑኒ ኣበይ ከም ዝምቀል እኳ ጠፊእኒ ደሓን ደሓን ንሱ ይጽናሓልካ ንዓ ኣነ ደንበ ክልእኸካ እየ ኣበይ ናይ ደንበ ደንበ እንዳኸሰተ
ኣይ
ንሱ ደኣ እዩ ሒዘ ነይረ እንዴ ደኣ ከመይ ከመይ ክገብር እያ ደኣ ኣይ ንስኻ ደኣ ካብ መዓስ እያ ትዓይ ዘበጥበጥ ክትብል ደሊኻ ዲኻ ኣብዛ ቀርዓት ዓዲ ኣይ ኣንታይ እያ ገዛይ ኣኺልካ ድዩ በቃ ኩሉ ግዜ ክትጸርፈኒ ቁም ነገር ከም ዘይብለ ጌርካ ኢኻ ትሓስበኒ መቸም እሞ ቁም ነገርካ ክፈልጦ እንተ ደኣ ደሊኻ ንዓ ኺድ ደምበ በጺሕካ ምጻእ እሞ ንስኻ እታ ኣክል እንዳለኣካ እንዳ እሞ ከመይ ኣቢለ እምቢ ክብለካ እንታይ ነይሩ ከትሉ ንደቂ ከሰተ ኣያ ገዛኢ ዓዲ እተው ብለኩም ኣሎ በሎ ቀንዲ ቀንዲ ከዓ ነቲ ደንበ ደንበ ዘብሎ ዘሎ ምናሴ ሓብትኻ ሒዝካ ዓዲ ትኣቱ በሎ ወይለ
ኣያ ከሰተ ሓዉ ተኣጒዱ ጉድ ተረኺቡ ጉድ ተረኺቡ እታ ፅልልቲ ድሓነት ከዓ እምበረ ያበይ ከም ዝኣትወት ሽርር ኢላትና በቃ
ኣነስ እባ ምስቶም ደቂ ኣብኡ ከይትህሉ ብል ዘይከደቶ ዘይጠይቀና ኮይና እምበር ኣብ ገሊኡ ገዳም እያ ትህሉ ሃይ ሓጢኣት እንዳሰራሕኻስ ገዳም ገዳም መኸ እ የማነ እንታይ እተወካ ባዕላ ዘላቶ እንታይ ሓጢኣት ከትፈልጠላ ንስኻ ዲኻ ፈራዲ እንታይ ገዛኢ እዚ ኩሉ እንዳተላኣኩኻስ ክትፀርፈኒ በልድሓን ኣብኡ ከለኩ ከዓ ንእግረ መንገደይ ንደቂ ሃንስ ጊላይ መዓልክን ከኣብለ ከይተላግሰን ፈሊጠካ ኣለኹ እንዴ ደንበ ምስ በልኩኻሲ ሻዕ ኢልካ ሕራይ ኢልካኒ። እሞ ክጎድፎ?
ግደፎ፣ ካልእ ሰብ ርእ። ኣይ ንዓይ እንዲኻ ኣሕሪኻኒ፣ ከመይ ኣቢልካ ንኻልእ ሰብ ክትጽውዕ? ኣንታ ስቕ እንዶ በል፣ ፈሊጠካ ኣለኹ። እታ ርብቃ ጎል ሃንስ እኮ ኣብያ'ያ ዘላ። እሞ ከምዛ ዝለኣኸካ ዘለኹሲ ነያ ሃንስ ንርብቃ ክበኒ ሕራይ ደይተብለላ? ቅበጻ!
ደለይቲ ኣለውዋ፣ ድሮ እኳ ሓቲቶምላ ኾኑ። ደሓን ካብ ኣፋ ደይሰምዖ? ኣነ ገዛኢ ከይተላግሰኒ እንድየ ዝብለካ ዘለኹ። ምሸዊት ሓብኩ ተኣጉደላን። ዋ ትማየ ገዛኢ ኩሉ ፈልጦ እየ ከይተላግስ እብለካ ኣለኹ ፈለማ ሓዊ እንዳኸሰተ ከነጥፍ ገዓት ነቐት ሰላም መገዲ ብገረልካ
ኣሜን ህድወ ሂድ ቀልጥ ዝወለ
ወይ ጉድ ዋይ ጉዳ ኣብኡ በፂሐ ደኣ ንርብቃ ዓይነይ ከይረኣኹዋ ክምለስ ዘይሕሰብ ሳይ ኮቲ ሳይ ከምባ መኻዲ ሓጂ
ጸጋይ ሓወይ ምስ መድሃኔ ተዓሪቑ ተበሪህዎ እዩ ዘሎ። ከመይ ደኣ ዕርቂ ሰብ ፈትዎ ኣቦይ ዝስ ክፈትዎ ነዚ ዮሴፍ ሓወይ ደኣ ጓለይ ምስ እንዳ ያክስት እዚ ዓርቅዎ በዛ ዓይነይ ክወጽእ ደልዩ ዘሎ ንፍቕ ኣቢለ በዓል ኣቦይ ዘይዓርቕዎምሲ ንስኺ ኢኺ ዓርቅክዮም ኣንተ ኣምላኽ ድሕድር ኢልኪ ትጥበ ኣምላኽ እምበር መን ደኣ መን ደኣ ሸይጣን ዳበይ ክረኽበኒ ዋ እወ ሰይጣን ዓርኪ በዓል ኣቦይ ዓርኪ በዓለይ ያክሰተ እንዲ ነይሩ ንጸጋይን መድሃኔን ድማ ኣብታ ንመለይ ክዕምጹ ከለዉ ሻዕ ተዓራሪኽዎም ነይሩ
ኣይ ጸጋይ እንድዩ ሚለና ማሰይለ ዓሪቓትና ኢሉኒ። ተጋግዩ ኣነ ኣይኮንኩን ዓሪቐዮም እንድዩ ዝብለኩ ዘሎ። መን ደኣ?
ኣይ ጸጋይ ሚለና እንድዩ ኢሉኒ። ተጋግዩ እዚ ውሽጠይ ዘሎ መልኣኽ ዓድና ንሱ'ዩ ዓሪቕዎም። ኣይትባኣሱ ኣሕዋት ኢኹ መስሓቕ ዓዲ ትኹኑ ተተፋቒርኩም ኢኹም ኣምላኽ ዝሕጎስ ንጸላኢኹም ድማ ብሓደ ኮንኩም ኢኹም ትስዕርዎም ኢሉ። እዋይ እዚ ኣምላኽ ክፈትወኪ ዋ ንስኽስ ነቦይ ንሓወቦይ ጀናይን ዓሪቅክዮም እንዲኺ እዚኣ ከኣ ከምኣ ማለት እሰይ ዝሓፍተይ በሊ ኩሉ ሰናይ ዘበለ ናይ ኣምላኽ እንድዩ ኣምላኽ ዝሃቦ ኢኻ ጽቡቕ ዝዛረብን ዝዓርቕን። ዋይ ኣንቲ ሚለና ሓፍተይ ዲኺ ካብዛ ድቃስ እያ ተሲእኽኒ።
ዋ ካብ መዓስ ደኣ ቀትሪ ትድቅስ ሕማቕ እንተ መጽያ ጥራይ ኢኻ ቀትሪ ተምጽእ። እሰይ ገበረትካ። ኣቦይ ከይመጸ ተስእ ክንዲ ሓሰርኳ ንዮ ኢለካ ነይረ። ኣተ ትም እንደ በሊ እዚኣ ድኣ ንበዓል ኣቦይ እኳ ደው ዘበለቶም ብዘረባ ዘይሎሙ ደቂሰ ኣያ ግርማይ ዓንቂ ምስ ኣቦይ ኣብ ጸበል ገዛና ክዕልሉ ከለዉ ዝሰማዕኩዋ ማሰ ዶ ክነግረኩም? ትም በሊ ትም በሊ ሕጂ ክትጎጥኢኒ እንዲኺ ደሊኺ ከም ዝሰማዕኹ ገይረ ወሲደያ ኣለኹ እስኺ ስኽ በሊ ንገርና ድኣ ኣቲ ሚለና ኣነ እኮ ንፍቅ እየ ዘብለኪ ተላይ ንገርና ምጉጣይ እንተኮይኑ ድማ በል ያጨርግፍ እያ ነዚ ሓወይ ደኣ እንታይ ምስለ ጨርገፍኩ ኣይ ዘረባይ ክሰምዕ ጉዳም እንዲክ ሰይ ካብኣታ ኮይና ሚለና ሓፍተይ በል እያ ዳሓደ እያ ባሻይ ኣብርሃ ብርሃነ በዓል ዓዲ ክብሎ ማሶ ክብሉ ውዒሎም ገረርኦም ብፅምኢ ማይ ምስ ነቐፀሲ ነቶም ተዓጣቑ ብዋዛ ከምዚ ኢሎም ማሶ በልሎም ይበሃል እሞ ተላይ እባ ንገርና ኣቱም ኣማሓደርቲ እዚ ስራሕኩም ጸወታ ድዩ ላጺ ተዛራቢ ከይትብሉኒ እምበር ተበላጺ ንማሰኛስ ብጥራይ ይበሃል ተዳማጺ ንማሰኛ ተርኪስካ ከኣ እዩ ዝዛረብ ከም ልሕጺ ምስ ጸገበ ደኣ ኣይኮነን ከም ባቡር ዝፋጺ ኢሎሞ ጠፋኺ ጠፋኺ በኣ ዝሓፍተይ ሓንቲ ብራሕ ገለ ሓብኪ እንዲኻ ትመጽእ

ደቀይ ተደልዮም ይምጹ ተደልዮም ኣይምጹ ኣነ ገዛይ ከፊተ ኣለኹ። ሰይ መዓንጣ ዘለካ ከኣ ትመስል እንታይ ዘይገበርኩ ኢኻ ዘይተቓተልኩ? ገዝኦም ዘየምጻእካዮም ኣብ ሞቶም ዘይገበርካ እምበሪ ሕጂ ድማ ስድራኻ እንተምጺእኻ ኢኻ ሰብኣይ ትበሃል። ሰብኣይ ምዃን ትረፈኒ በጃኻ ኢለካ ዓገብ ከይትብሎ ግን ስቕ ኢልካ ትሪኣ ኣለኻ። ዳሓን ዳሓን ንየማነ ወዲ ኪዳነ ኣሞ ትገብር ደምበ ሰዲደ ኣለኹ። ንየማነ ወዲ ኪዳነ ደምበ ሰዲደ ኣለኹ። እወ እንታይ እያ ገዛ እንተ ክትረክብ ዋንታ ኮይና ድየ ንሸዊት ጓለይ ናብ ኸብቢ ሰጒጒያ ንዝብኢ ስጋ ቐርንካ ኢልካ ትህባ። ዳሓን ዳሓን ምዒዳይ ሰዲደ ኣጆኻ ቅሰን። እንታይ ክቐስን ከመይ ኢለ ክቐስን ሸዊት ጓለይ እኮ ንኣይ ዘጓሃየት መሲልዋ ክትጋገ ትኽእል እያ። እዋ ኩሉ ብኸማኻስ ይሕሰብ። እዚ ሰይጣን ከ እንታይ ክገብር እዩ መፅዩ? ንስኻ ዲኻ ኣምፅኣ ኢልካዮ? ተውሳኺተ ሪታ እንድዚ ደሓን ዲኻ? እንታይ ክትድሕን እታ ስምዓ እስከ ንስኻ ከምታ ትቕንስዋ ዘለኻ ከተቐንዝወኒ ደሊኻ ዲኻ ክሳድ ክሳድ ትፀንሓኒ ዘለኻ? ኣያ ገዛይ ስጎጎለይ ምሳይ ዶለ ፀገም ኣይኣኽለኒ። ኣታ ኣታ ግደፉ እባ ንፅር ሃንዳ ወዓልኩ እምበኣር ናብ ፅርሃ ፅር ኢኹም። ሃንስ እንታይ ክትገብር ኢኻ ሕጂ መፂኻ እዛ?
ስማዕ እዚ ሰብ እዚሲ ነቲ ንጓህለይ ዝደለየ ሰብኣይስ ዓሌቱ ጽሩይ ኣይኮነንዶ ከምዚዶ ከምዚዶ ኢሉ ሳታ ካብ ዱርኩ ክትገዛይ ክመልሶ ይተኸሰተ ሓቁ ድዩ ሓቁወ ኣሕ ወይ ኣነ ወይ ኣነ እታ ጸይቂ ኣታ ንዓኻስ ዝወሪድካ ዘሎኳ ክውሕደካ ሃንደስ እንታይ ማለት ናትካ እንዳ ጓህያና ሰ ከምኡ ትብል ወረ ካልእ ኣሎ ክዘርወሉ እየ ብሰንኪ መን ድዩ ሓዳረይ ንፋስ ኣእትይዎ ዘሎ ናይ ርብቃ እንተኾነ እውን ብትን ከብላ እዩ። ኤዕ ይበትንካ ንሃኒ ዘውሃካ መሲልካስ እዛ ቀጭን ቆልዓ ልባ ክሰብራ። ዋእ ሰይርዋ እንድዩ እ ኣያ ገዛይ እዚ ገይርዎ ዘሎ ሲ ናይ ሰብ ግብሪ እዩ ጽናሕ ጥራይ ክትርእየኒ ኢካ። ጽናሕ ጥራይ ዝብለካ እሞ ኣነ እየ ኣነ እየ። ሃንስ እቲ ሰብኣይ መንዩ ኣበይ ከሎ። ከይዱ ከይከውን እምበር ዓዲ ኣትዩ ነይሩ። ከሰተጋጊኒ ኢልኒ ጽናሕ ጥራይ ንዓኻ ከ እንታይ ከም ዝገብረካ ክትርኢ ኢኻ ክላ ኺዱ ሰነፋት ሃንስ ኪድ ገዛኻ ንስኻ ድሓር ነዕለሎ ኢና ኣነ ንኸሰተ ከድእ መርዓቱ ክመልስ ህርድግ እንዳብልኩሲ ንስኹም ድማ ከም ቆልዑ ክትታሃላለኹ ጣዕ ሕጂ ካብ ገዛ ውጻለይ ውጻለይ እንታይ ገዛ ኣለካ ታይ ገዛ ኣለካ ሕማቅ መርዓቱ ተሕምቆ ምስ መጸት ካብታ ገዛ ጓሕጒሓ ከተውጸካ ንዓ ሃንስ ኪድ ገዛኻ ስኻ ገዛኻ ኣብ ገዝኡ መጺኻ ክትማዓቶ ሕጊ ዓድና እውን ኣይንፈቅድን ጽናሕ ጥራይ ኣዋልድ ወሊድካ ኣለኻ ክትፍደያ ኢኻ ኣይ ኣታ ንሱ ደኣ ወድኻን ወዲ ሓውኻን ድፈደመ ኣለዉ እቲ ሓጢኣትኩም ናብቶም ቆልኡ ክሓልፍ ኢና ፈሪህና ዘለና ጓዕ እንታይ ይበሃል ኣታ ከሰተ እንታይ ወለድኩምስ ስራሕ ቆልዑ ቁሩብ ትርእዮም እንዲኻ እሞ ዘለኻ ሓዳሮም ገዲፎም ኣብ ኣሕዛዝና መጽዮም ሕፍሽፍሽ የእትውልና። እሞ ትጾሮ ተጻዋዊርካ እኮ ይብለ ታይ ይብሃል እዚ ቁሩብ ህድእ በሉ ንዓና ካሎ እዩ ወይለ ዋእ ከይነጣ ትሓን ዋእ ግና ሓብሎም በጃ ሓደካ ዋእ ድሓን ድሓን
ኣብዚኣ ግን ብሰንኩ እየ ተኾርምየ ዘለኹ

እንታይ ደኣ ጠፊእኺ ደኣ ዘይትረኣይ። ኣለና ንዓኹም ነማዕድው። ወይለከ
እንታይ ኮን ክትብልኒ ደሊኺ ኢኺ ሀ ኣነ ደኣ ካብ ገዛ ከይወጻኹ እንድየ ቀንየ መሰደይሲ ቡን ከቃርር ቀንየ። ንርብቃ ዶ ኢልካ ዶ ዓሰርተ ሳዕ በዚ ኣፋፌትና ትሓልፍ ኣይረኻን ወረ ብደገል ውን ትቕልቀል ኢኻ። መ ኣልዕል ኣቢልኪ ካልእ ሰብ ርኢኺ ከይትኾኒ። ዶ
ለምቅናስ ሓቅኻ ትኸውን ኢኻ ዝሓለፈ ሰሙን ግና ርእየካ እየ ሕጂ ከይትሪኣ ከኣ ደንበ ከይዳ ደንበ ሰፊራ እንታይ ትብሊ እቴ
መኹረኽበ ናብኡ እንደ ዝኸይድ ዘለኹ ዋይ ኣንተ ተኾይነ ዳለይ ዝነግረካ ዘለኹ ዋ ኣንታ ፈሺለ እምበር ዋ ኣንታ ይፋት ኣንታ ረስዐዮ ኣይ ሎሚ ኣባ ክዝኣቱ ዋይ ኣንታ ረስዐዮ እንደ ሎሚ እያ ክዝኣቱ ሎሚ ሓን ሓን ኢለና ቅድሜኹ እኳ ኢና ጸሓይ ርኢና ኣብኡ ከም ትቕንስ ፈሊጠ እየ። ማይ ፍላጥ ኣይትስተ ካብ መዓስ ደኣልካ ከ ደምበ ዝወፈርካ። ርብቃ ኣብኡላ ምስ ተባሃልኩ ደኣ እሞ እንታይ ክገብር ነዛ ዓይነይ ክሪኣ ክኸይድ እየ እምበር እንታይ ደኣ ኣይፈትያን ድየ ክመውት ደልየ ዘለኹ። ኣቦይ እውን ጽባሕ ኪሓት ክመጽእ እዩ። ክማላኣኪ ዶ? እዋ ኣንታ የማነ ደምበ ደኣ ካብ መዓስ ትወፍር? ኣይ ናይ ንፉዓት እንድዩ። ግድን ክኸይድ ኮይነ እምበር እወ ሓቅኺ ዳሓር ናይ ንፋዓት ተኮይንዳ እንታይ ኮይንዳ መድሃኔ ሓውኺ ደምበ ዘይከይ። ኣያኸሰተ ድዩ ዝልእኸካ ዘሎ? ንእግረ መንገደይ እየ ዝለኣኾ ዘለኹ እምበር ኣያኸሰተ ደኣ ከመይ ኣቢሉ ክልእኸኒ?
ኣይክትጸልኣኒ ጉዳም እንድዩ። እዋይ ምስ ሸዊት ደው ኢልካ ምስ ረኣየካ እዩ ጸሊእካ ዝኸውን ኣያኸሰተ ኣይጠዓሞን ካብ ኩሉ ዘጉሃየኒ ድማ ናይ መሊ እዩ ኣንታ ሕጂስ ሓሪሳ ዶ ትኸውን? እዋይ
ኣንቲ ሚለና ንስኽስ ቆልዓ እንዲኺ ናይ ቆልዑ ዶ ኣይትገብሪ እንታይ ከ ኣብ ሰልኪ እዚ ናይ ዓበይቲ ዘረባ። ለባማት ዓበይቲ ምስ ተሳእኑ እቶም ለባማት ቆልዑ ክዓብዮም እንድዩ ዝብል እቲ ቃል። ወይ ለካ ዘይሰምዖ ዘይብላ እዩ ናይ እንዳ መን ቃል እዩ እዚ ከ። ናይ ሚለና ሃንስ ጊላይ ጻዕዳ ብዕራይ። ለባማት ዓበይቲ ዶ ደኣ ተሳኢኖም እዮም እ እንተኾይኖም እዮም ናይ እንዳ ከሰተ ጉዳይ ኣደቅስ ዘይበልዋ እንተኾይኖም እዮም ከ ንዓኻ ዘየማስሉኻ።
እዋይ እንኮላይ ብዛዕባይ ከ ትሓስቢ ኢኺ። እወ ጸጋይ ንመለይ ዓምጩ ንሱ ኸኣ ንፉዕ እንድዩ ከመይ ዝበለ ሓዳር ክገብር እዩ።
ኣያ ከሰተ ንመለይ ጓሉ ንጸጋይ ክቦ ድዩ። ኣያ ገዛኢ ኣይ ከምኡ እንድዮም ዝጽዕሩ ዘለዉ ብፍላይ ኣደይ ድሓነት ምጽ ምስ በለት ሻዕ ኢላ ክትከውን እያ። ሽዑ መድሃኔ ሓወይ እንኳዕ መጸ መጸ ኣንበሳ መስል ካብ ዱር ዝወልእ እንኳዕ መጸ መጸ ኣንበሳ መስል ካብ ዱር ዝወጸ እንዳበለ ጓይላ ክጻወት እዩ። መድሃኔ ደኣሞ ከመይ ኢሉ? ተዓሪቆም እንድዮም ዳግድ ኣይተሓጉሽና እንዲና ዘለና። እማ ኣነኻ ኣቦ ኹኒ ርብቃ ተኣቢንሲ ኣብቲ ደምበ። ገለ ክገብር እምበር። ኣብኣ ትረኽባ ገሌና ብጨጉርኻ ገሌና ብኢድካ ገሌና ብሰለፍካሲ ሄህ ከነብለካ ኢና።
ኣንቲ ሚለና ንርብቃ ሕራይ ከብላ ድኣ ደይትሕግዝኒ። ኣይፈትያን ድያ ክምውደል የንቲ ሚለና። እዋ የማነ። ቆልዓ ኢኺ ናይ ቆልዑ ስርሒ ዶ ክትብለኒ ጸናሕካ። ኣልዕል ኣቢለ።
ስማዕ ንዘይደልየካ ኣይትድለ ሸዊት ከኣ ናትካ እያ። ኣይ!
ሸዊት ናትካ ኣሎ ኢልካ ኣሎ ዘረባ? እንተ እዛ ቆልዓ እኮ የርእያ እዩ። ኣይ ኣለና።
ኣቲ ከመይ ድበልኳ ኢኻ ንስኻ ክልተ ኣሕዋት ኮይነን ርብቃ ምስ ሓፍታ ኮይነን እናተዘረርያለሲ ስኽ ክትብል ኣቲ እምበር ዶሓዊ ኢኻ እሞ ንሱ ከይመጽእ እንድየ ክዓርቀክን ዝብለክን ዝነበርኩ። ከይትጽላእ እባ ፈሪህካ ዋእ ኣታ ነታ ርብቃ ዶ ትፈትዋ ኢኻ። ዎዎ ናታትክን ጭርጭር እናጸላእኽዎስ ንርብቃ ከኣ ክፈቱ። ሕማቕ እባ ኾንካ እወ።
ወይለይ ንርብቃ ክመርዖ ዶ ትፈትውለ ኢኺ እሞ ነቦይ ንርብቃ ደልዮ ክብሎ።
ኣይ እንታ ኮንካ ዲኻ ኣብ ደንበ ተዓቂብካ ዘለኻ ካብ መርዓ ክትሃድም ዶ ኣይኮንካን ኢኻ እምበር መሳቱኻ ደኣ ኣይወሊዶም ዘሚዶም እንድዮም ግዲ እሞ ነብስኺ ባይ ትጽረፊ ደሓር ኣብ እንዳ ከሰተ ዓንዲ ዶ ገርገራ ክትኮኒ ኢልኪ ምምርዓው ተኾይና ባዕደይ ናትዳ ስተክል እወ።
ፈሪሕካ እባ ኣታ ፈሪህካ እባ መለይቲ ዓሚጻ ስኽ ኢልካ ኣቦይ ነደይ እናተማዓታ ስኽ ኢልካ ኣታ ኣታ ንስኻስ ንምዃኑ እምበር ወዲ ከሰተ ዲኻ? እሞ ነደይ ከድኪ ከምኡ ኢልኪ ሕተትያ ስምዕኒ ሕጂ ዓዲ ኣቲና ደሃዴና ክንገብር ኢና ብድሕሪኡ ምስ ኣቦይ ተላዚምና እንታይ ንገብር ሽዑ ንሪኦ። ኣነ ኣይከይድን እየ ንስኻ ኪድ ገጽ ኣቦይ ክርኢ ይደልን እየ። እሞ ተጸሊልኪ እቲ ወዲ ኪዳን ድዩ ዘጸልለኪ ዘሎ? እህ
መን ኢኹም ኢላትኪ ኣታ እታ ቅንፍዝ ትብላ ተረኽበት ሚለና ትኾነት እታ ቅንፍዝ ርብቃ ዲኹም ኢላሃካ። ኣቦይ ከኣ እባ ከምኡ ኢልኒ ነይሩ እዛ ቆልዓ ደድሕሪ ወዲ ኪዳነ ትኸይድ ኣላ ክሳብ ጸግዓ ነትሕዛ ኣብዛ ደንበ ምሳኻ ትጽናሕ ኢልኒ።
ኣቦይ እኳ ዘይሽመይ ናሃበኒ ደኣ በዓል ርብቃ ደኣ እንታይ እዮም ኮይነ እየ ስማዕ ኣነ ግን በዚኣ ኣቢለ ከመ ድህልም ክብል እየ ክትፈልጥ እወ መሳቂ ዓዲ እንጎደበን ንኸውን ንኹን ኣታ ንኹን ኣታ ኣደይ ጠፊኣ እንኮላ ብዛዕባ ኣደይ ዘይሓሰብካሲ ናይ ርብቃ ዓጅብካ በል የማነ ወዲ ኪዳነ ከኣ ንርብቃ ደልዩ ኣፈፌት ገዝኦም ተዓኒዱ ዝውዕል እወ። እም እሞ ብወዲ ኪዳነ ኢኽን ትባእሳ ዘለኽን? መን ኢልካ ኣነ ዘይሽመይ ስለ ዝሃበኒ እየ ዝጸልኣ። ምስ ወዲ ኪዳነ ኬድኪ ኢላትኪ?
ግደፈኒ ግደፈኒ ምናሴ ኣነ ናይ ኣደይ ዘሕዝበኒ ዘሎ። ኣንታ በል ሕጂስ ኣደይ ኣበይ ኣትያ ንበል ንዓና እዩ እንዶ ብዘን ከባቢና ዘለዋ ገደማት ዋላ ንድለያ። ዓዲ ኣቲና ኩነታት ኣቦይ ፈሊጥና ናብ ዝበልክዮ ቦታ ንኸይድ። ዓዳ እታ ተሃለወት ከ። እዋይ ዛኣደይ
ናይ መለይ ከይኣኽላ ናተይ ናተይ ከይኣኽላ ሕጂ ድማ ናይ ኣቦይ ወይ ኣነ ምናሰ ነቦይ እኮ ነዚ ቆልዓ ኣብ ደንበ ስፊርኩም ንስኹም ከተማ ከተማ ክትዓብዱ ድቓላ ኣምጺኹምለይ እያ ትብሎ ኣቦይ ሓንሳእ ውዒልዋ እዩ ዝምለስ ነገር የለን ሓው ኣይኩለስ ንይኩ ኣይኩልሰስ ተባሂሉ እዩ ደሓር ሓወይ እኳ እዩ ንዓይ ሓው ዶ ጽላኢ ዋእ ወ።
እሞ እንተኾንካ ደኣ ኣቦይ ንደምበ መጺኡ ክልምነካ ከሎ ገጽ ዝኾነ ሰብ ክርኢ ይደልን እየ ኣይከይድን እየ ዝበልካዮ። ሕማቅ ኮይነ ብገዛ ሓወይ ምስ እንዳ ሃንስ ተጻዊቱን ተፋትዩን ከይዱ ሕጂ ዝብለኪ ስምዒ ዓዲ ክነኣቱ ኢና። ኣይትሕሰቦ ደሃር ደይ ከይገበርኩ ካብዚኣ ምንቕ ኣይብልን'የ ከምኣ እንተኾይና ድማ በዚኣ ኣቢለ ንከተማ ክኸይድ እየ። በሊ ካብዛ ደምበ እሞ ተንከስ ኢልኪ ክይዲ ኢኺ

እንታይ ማለትኪ ኢኺ? እዋ ምሳኻ ዶ ዋይ ምበልኩን ቆልዓ ኢልካስ ምስ ናሓፍካኒ ኔርካ ማለተይ። እዋ ኣንቲ ከመይ ጓለይ ስኽስ ብንቁስ ኢልኪ ጥፍይ። ውይ ደድሕረይ ድየ ድሓነት እንተ ክትረክብ ኣንቲ ዓርክቦይ ዋእ። እዋ
ኣንቲ እንታይ ኢና ንገብረኪ ንዓኺ ከመይ ዝመሰልኺ ኢኺ ንስኺሲ ኣንጎሶም ካራ ሒዙ ሪኢኽዮ? እወ ጉሂኡ ስለ ዝመጸሲ ንዓኻ ከይጉይሓካ ኢለ ህ ነቦይ ተላይ ተላይ ንዓርክኻ እያ ክዘትኣ ኣድሕኖ ኢለ ነጊረዮ። ጉያሕ ግዳ ከመይ ጌሩ እዩ ዝጉይሓኒ? ከመይ ጌረ ክኽእለኒ? ካብ ገዛ ምውጻእ ኣቢካ ዘሎ ደኣ እንታይ ድዩ? ነደይ የድሓነት እኳ ደድሕሪኤን ከይድካ መናድኼኤን ንሰን ስታይ ዶ ጽቡቕ ረኺበንኤን? ኪዲ ኺዲ ኺዲ ሕንጫል ቆልዓ ከምዚ ኢልኪ ክትዛረቢ ኪዲ ናይ ቆልዕኺ ግበሪ። እሞ ባዕልኹም ከም ዓባይ ጓል እንዳዛረብኩምንስ ወለከ ጓል ሃንስ። ምዃኑ ንሱስ ሓቅኺ ኢኺ ባዕልና ኢና ጸይቕናኪ። ስምዒ እስኪ ኣንቲ ቆልዓ እስኽስ ኣንጎሶም ካራ ከይሓዘስ ካራ ሒዙ ኔሩ ኢልኪ ትዛረቢ? ዋይ ኣነ ዶ ሕሱየ

ከምዛ በዓል ኣቦይ ንጸጋይን መድሃኔን ዓሪቆም ዘለዉ እወ። ንስኻ ድማ ምስ ኣደይ ድሓነትስ ምስ ደቅኻ እንተዓሪቅካ ገዛኻ ኮፍ በል መስሓቅ ዓዲ ትኹን እ ጽድቂ ተደለኻ ሰበይቲ ኢንጌራ ተደለኻ ውላድ እዩ።
እሞ ኣቦ ኸልዲ ዝጽይቀለይ ዘሎ። ኤእ ኣያ ከሰተ እቲ ናይ ዓበይቲ ዘረባስ ንባዕልኹም እባ ግበርዎ ድሓር ንዓበይቲ ተዛሪብኩ ከይትብሉኒ ከምኡ እዩ ኣያ ከሰተ እቲ ዘረባ እዝግዮ ኣይትበል እዝጊ ዝፈትዎ ግበር። ውውውውው ኣታ እዛ ቆልዓ ሓቃ ግዲ እያ። ኣያ ከሰተ ንዝሞተ ዘሎ ይቐብሮ ንዝተባእሰ ዘይተባእሰ ዓርቆ ይብሉ ኣቦታትካ። ኣሰይ ኣሰይ ኣሰይ ኣሰይ ኣይ ኣታ ኣንታ እዛ ቆልዓ ቆልዓ ኢልና ንንዕቃ እዚ እዋይ ልቦና ኣንታ ካበይ እያ ተኣርዩ ዝኹሉ ቋንቋ ኣንታ ኣንታ ሰብኣይ ኣይፈለጥኩኻን እኮ እዋእ ከመይ ኣቢልካ ክትፈልጠኒ ኣነየ ዝፈልጠካ። ዋእ ዝኸዳ ከመይ ኣቢልካ ፈሊጥካኒ። ዋእ ፈልጠካ ኮይነ። ወይለ ኣንታ ካብ ኣድሓነት ዲኻ ተላኢኽካ ኣምጺእካኒ። ኣይፋለይን ዘይተኸሰተ ድያ ትኸውን ደላ። እዋይ ነትልካ
ኣበይ ከም ዝኣተወት ሽርብ ኢላ ጠፊኣትና። እዋእ ከሰተ ጽቡቕ ኣይረኸበን። ኣነስ መውስቦ ደለየ መጽየ። ዋይ ኣንታ ንስኻ ዲኻ ንጓል ሃንስ ዝደለኻ እንታይ ኮንካ ደኣ ጉብጉብ ትብል ኣንታይ እያ ገዛኢ
ኣነ ደኣ ከሰተ ዓርኩ እዩ እሞ ክሕግዘኒ ኢለ እንተኸድክዎ እዋ በታ ዝመጸኻያ ተመለስ ትትረፍካ ኢልኒ ሃየ ኣነ ከዓ ተመልሸ ዓሌት እንዳበለኒ ደኣ እንታይ ክብል እንታይ ኮንካ ደኣ መዋጥዒካ ዘይጥዕካዮ ሓቂ ይሓይሽዑ ሰንቢደ ደሓር ከሰ ተጸይቐለ ከይከውን ኢለ ኣጣይቐ እቲ ሓቂ ምስ ፈለጥክዎሲ ተጣዒሰ። እዋይይይይ እዋይ ጉድ ኣም ስማዕ እንታይ ይባሃል ኣንታ እዚ። ኣንትስ ገደ ትብርሃነ ከከምይ ኣሎ ደሓን እዩ። ኣነ ዘየለኹ ደኣ ቀጨውጨው ብለክሉ እምበር። ይብሎ እወ ኣይ ኣብዛ ገዝኡ ኣማሙቕ ከየብልኪ እንዲኺ ዳዕለቦይ ዳዕለቦይ ኣብዚሕኪ ክትጭክኒ። ኣቲ ማእዛ ሓፍተይ ከምኡ ዘይኮነ ቶም ስድርኡሲ ስኽ ስኽ እዮም ዝብሉ ከበድቲ እዮም ከምዚ ናይ ገዛና ዋዕዋዕ የብሎምን። ዋይ እሞ ከም ሚለና ጻወድ ደይተብልዮም። ዋይ ተውሳኺትለይ ከም ሚለና ደኣ ከመይ ቢለ ክእሎ ኣንሳ ናይ ሰብ ደለዋ እዩ። እዎይ ወረ ሎምሲ ናይቲ ኢታይ ሚለና ኢታይ ሚለና ንብላ ግዲ ኮይኑ ናይ ዕሽሽቲ ዘረባ ትዛረብ በል እዚኣ ሳቢኣ ሰሚዓቶ እስከ በል እዋይ ኣቲ ትምስሊ ከመን መሲልዎ እዩ ኣቦይ ዝበላ ዓባየይ ዝበላ እንታይ ክትብላ ትውዕል ዓባየይ ድኣ ተዛራቢት ዶ ኔራ እዋ ኣደ ኣቦይ ዶ ኢለኪ እየ

እዋይ እዛ ዓባያ ናሆ ጋለይ ከየርከብናላ ከይዳ እዋይ ጥዕምቲ እያ ነይራ ዝብልዋ ሓደ መዓልቲ እሲ እታ ጓል እሞይ ክብራ ክትምርዖ ከላስ ኣንቲ ዓባየ እንታይ ደኣ ንዓይ ከይትሰፊለይ እንዲኺ ንኹለን ሰፊኽለንሲ ንበይነይ ከይሰፈኽለይ ኢላታ ዋይ ነቶም ቦሰራሪኤ ሰፊየለን እምበር ስኽዳእ ውሓለን ዲኺ ኢላ ኣፋንያትኒ ኢላትና ጓለይ ወይ ዝዓበይ ሕጂ ጉዳይ ጸይቂካ ደኣ እንታይ ኢኻ ክትብለኒ መጺኻ? ንሃንስ ረኺበዮ ነይረ። እሞ እንታይ ደኣ በለካ?
ጉሂው በታ ዝመጸካያ ብኣ ተመለስ ኢልኒ። ንስኻ ከ እንታይ በልካዮ? ኣነ ዳኣ ቃለይ በሊዐ ጠሊመካ እየ ኢለዮ። ከዛ ተዋሓስ ክኾነኒ ሒሰዮ ከይደ። ብኽፋእ ዘይኮነ ግና ከዛ ተዋሓስ ክኾነኒ እየ ከይደዮ። ንሱ ድማ ምሳኻ ተባኢሱ ዓጊቱኒ ኢለዮ። ከሰተ ጽቡቕ ኣይገበረን። ንስኻ ድማ ቅድሚ ምእማንካ ከተጣልል እዩ ዝግባእካ ነይሩ። ሰንቢደ ነተያ ገዛይ ሞሊቐ ዓደይ ክኸይድሲ ኣብዛ ክሳድ ዓዲ እንደ እየ ረኺበዮ። ግን ብመገሻየ መጼ ደሓን ሰንበት ክመጸካ ኢለ ብኣ ጌረ ሃዲመ። እዛ ጉዳይ ሽና ኬድኩማ እንዲኹም ሃንስከ ከመይ ጌሩ ጣዕሳ ክቕበሎ ኣይኽሰተሉ ደኣ እምበረ ከሰተ'ዩ ዓገብ ጌሩ። ኣንታ ምስ ሃንሱ ነላዝበኒ። ዋእ ሞሳዝጊ ቆልዓ ድኣ ከሲንካሉ ነዚ ወድኻ ኪድ ንባዕልኻ ወይ ጎደበኻ ሕተተሉ ሕጂ ካልእ ጸገም መጺእና ኣሎ ጸገም ኣይትኹነና በጃ ቧዕ። ቃለይ'ኳ ይድቃስ ከሊኡኒ ዘሎ። ሃልስ ከኣ በዓል ጽቡቕ እዩ። እሞ እንታይ ደኣ ክመጸካ ኢልካዮሲ ናብ ክሰተ ከድካ። ዋሕስ ክኾነኒ።
በል ሕጂ ኪድ ዓድኻ ኣነ ከኣ ምስ ሃንስን ሓውን ተላህዚበ መልሲ ክነግረካ እየ። ሽዑ ደሃይ ትገብር ኪድ ሕጂ። ሐራይ ሐራይ እዛ ጥራይ እወ ኣስልጠለይ። ሕረ እዚኣ ደሓን እንተ ጌርካለይ
እዋይ ዝሕውነት ክጥዕም እዋይ ክጥዕም ሚለና እንታይ ክትብሊ ከም ዝደሊ ክፈሊጠ ክልኹ ከይትውስኽላ ሓቂ ኣላ ኣነ እኮ ከይተቐየቑ ከየ ናብዛ ውሻ ተእትየኪ ሚለና ሓብተይ ዝዝረብ ተለኪ ሃየ ተዛረቢ ክንሰማዕኪ ዎ ወሪድኒ እንታይ ዝረብ ኣለኒ ተውሳኺትለይ ኣነሲ ሕውነት ጥዕምቲኣ ፅልእግና ሕስምቲኣ ኢለ ዋእ ከመይ ማለትኪ እዩ እስከ ብርህያ ኣንቲ ፍሉጥ እንድዩ ተቐደም ተባኢስና ኢልኪ ኣይትመጽእን ኢኺ ነይርኪ ሕጂ ምስ ተዓረቕና መጺኺ እንዳ ኣላ ክትብል መን ተዓሪቕና ኢልኪ ዋእ ተዓሪቕና ኢና ዎ ኮእም ዘይኮነሲ ዓበይቲ ክበኣሱ ከለዉ ቆልዑ ልቢ ገብሩ ቆልዑ ክበኣሱ ከለዉ ዓበይቲ ልቢ ገብሩ ይግርም እሞ ማሰ ደኣ ከይበልክልና ዎው ኣብ ውሻጠይ መጸለይኒ ዋ ሕዛ በላ ማሰ ማሰ ማሰ ማሰ ሰድዮ ሰድዮ ሰድዮ ሰድዮ ኣትን ኣሕዋተይ ኣብ ጽልእዶ ይንበር ወግሐ ጸብሐ እናጻሕተርካ ነገር ሕውነት ከሎ ኣውልዕ ናይ ኣውልዕ ጨንፈር መዓልካ ሓደርካ ከሎ ዓብ ነገር ዳያ ከሰተ መጺኣ መስከር ጓሓፍ ተጓሒፉ ዘይኩስተር ንጽልኢ ዶ ውዒልካ ትሓድር ካላእ ትጸልኣዮ ንጽልኢ ኣይንሕበር። እዎ በልስ ገለ እዚኣ ኣብ ቤተክርስትያን ከም ተሰብኽና ንሕሰባ። ኦይ መኣዛ ከኣ ንሕናስ ለሚድናዮ ኢና ንዓኺ ሓዲስኪ እምበር። ኣነ ኸኣ ነያ ከሰተ ከምዚኣ ገይረ ጭልግም ጭልግም ምስ ኣበልክዎሲ ነዛ ርእሱ ሒዙ እዎው ኢሉ ሃዲሙ ዋው ኣነ እውን ክሃድም ኣንቲ መኣዛ ዋ፣ ፅንሒ ዕቦ ዋ። ደይ ክትመፅእ እንዳ ሓሳብ ዋ ፅንሒ እባ መሊእ ክትፅደቒ እ? ዓደይ ከዓ ክትፈትወኪ ጉድ ኣምያ ንፍዕቲ እያ ሓቃላ ትብለኪ ሓቃላ ካብ ዳጀናይ መኣዛ እያ ለባም ንመኣዛ እየ ዝፈቱ እያ ትብል ሓቀን ኣነስ ፍትው እንዴ ደብለን

ገለ ሓወቦይ ዕዮ ይሃበካ ምሓጎስኩኻ ነይረ። የብሉን። እዋይ እዋይ ኣደይ ተትሪኣ ክልቴና ብምዕራቕናሲ ሕጉስ ኢላያ ዘላ መኣዛ ሓፍተይ እሞ ግደፎ ንመድሃኔ ሓወይ ተዘይረኣኹዎ እያ ትብል ዘላ
ደሓን በዓለይ ከም መዓልኪ ክብላ እየ ብሓንሳብ ዘይንኸይድ መሊሱ ተሓጎስካ ሓጎስ ምተወስኽላ ነታ ኣደይ ኣንታ ደሓን በዓለይ ከመይ ኣሎ ትጥዕናኻ ክብላ እየ ሂብ ሓሳብካ ዘይንኸይድ ሕጂሲ ዕዮበይ ናይ ኣለኒ
እወ መድሃኔ ሓወይ ኣብዚ እንዳ ሓሰር ዝሰብሓና ጽለዋ ካድየን ኣንታ ወዲ ዘይትምሕረኒ ነገር ኣይጸገብካን ዳኻ እንታይ ደኣ እሞ ትኸብደኒ
ከም ቀደምካ ፍኾስ ዘይትብለለይ ብሓደ ንስሕቕ ደይኮና ንውዕል ነይርና ስምዓኒ እስከ ሕሉፈይ ዲኻ ከተዛኽረኒ ደሊኻ? ኣይፋሉን መድሃኔ ሓወይ ከምዚ ንስኻ ተዕንን ኢልካያ ዘለኻ ተዝብል ነይረ ካልእ ምኾነ ነይሩ ኣነ ግን ኣይ ክንደይ ምውሓድናሲ መሊስና ነዋዕሶ ክንተ ክህል ኢለ ገዲፈዮ። ሒዘካ ኣለኹ ደሓን ሕጂ ግን በይነይ ክኸውን ደልየ ስለ ዘለኹ ግደፈኒ ደሓን። ሕራይ ጓሓደካለይ እምበሪ እዞም ስድራና ቅስኑ ኣነ ዶ እንታይ ኣለኒ ደሓር ግን ዝረየለይ ከይትብለኒ። ኣነ ወዲ ሃንስ ጊላይ ዶ ኣንታ ግደፈኒ ይብለካ ኣለኹ ሕረ ሕረ ሕረ ሕረ ገዲፈ ኣለኹ ኣነ እኮ ከምዚ ኢልካ ከተስሕቐኒ እንከለኻ እኮ ይባህ ዝብለኒ ክራር ክትወቕዓለይ እንከለኻ ኣነ ከዓ እታ ዝገበርኳ ሸዓትስ ትብል ኣንታ ናታ ጥራይ ክትመልሰ እንዲኻ ርዲት ትብል ዘለኻ ወሪድኒ ሕጂ ኩሉ ሓዲግና መድሃኒ ሓወይ ብሓሳብ ኢና ንመርዖ ኣንታ ኣንታ ከመይ ዘለኻ ቁሪ ዲኻ

ወይ ጉድ!
ሓደርካ ከሰተ ሓወይ ኣንታ ከሰተ ሓወይ ደሃይካ ከይገበርኩ ቀኒ እንታይ ማለት እዩ ኣብ ዕጹው ህድሞ ኮፍ ኢልካሲ ደሃይካ ክገብር ግበኣኒ ሓፍትኻ እምበረ። ቅጫ ቀጭቂጮ ምብላዕ ከይጠፈኣ ኣሎ ዲኺ? ዋእ ቀጭቂጭካዶ ደኣ ትኽእል ኢኻ ደምበ ትኸይድ ኢኻ እሞ ትቐጭቅጭ ከይብለካ ሳላ ሸዊት ዝጎደለካ ብርከን። ጥራ የቐኔለይ ሒዝክዮ ጥራይ ኪዲ። ዋይ ሒዘዮ ድመጻኹሲ ሒዘዮ ኬድ እንየ ወላ ንኸልቢ ሃቦ። ኣነ ደኣ ቅጫ ትፈቱ ኢኻ ኢለ እየ ቅጫ ሒዘልካ መጽየ እምበር ሽሮ ሽርው ኣቢላስ መብጸኹልካ ነይረ እንድየ። ብርኽቲ እንዲኺ ኣታ ከሰተ ሓወይ ናብቲ ደንበ ምኻድ ከ ገዲፍካዮ ዲኻ? እንተ ሃገብር ክኸይድ።
ዋይ ነድሓነት ክደሊ ኣብቲ ገዳማቲ ክኸይድ እየ ደይበልካንን። ኣቋሪጸዮ እየ ሕጂ ቅጫ ክሒዝኪ ጥራይ ገዛ ክኺድለይ። ወይ ወይ ወይ ዘገዛሲ ወይ ሰበይቲ ዝለመደ ገዛ ዘሕትሕተሊሉ ወይ ብዘይ ድሓንስ ወይ ኣድሓንስ እምበር ከመይ ደበለት ውሓን ለጨሊኣ ነይር ወየን ወየን ወየን ኣንታ ቡንዶ ክገብረልካ ቡን ህልወካ ዶ እየ ኩሱተይ ባዕለይ ደሞ ሕልፍ ኢለት እንዳ ቡን ክሪኦ ጥራ ግደፍኒ እንደዛ ወሪዳትኒ ዘላ ተኣኽለኒ ዋይ ኣንታ ከሰት ሓወይ ሎምስ ጸሊእካኒ ኢኻ በልታ ሰበን ጓለይ ከዓ ናይ ገብቲ ገይራ ኣላ ምሳ ንክመጽእ ኢላትኒ እሞ ክትሕጎስ ኢለካ እየ እንዶ እወ ንዘን ደቅኻ ከማይ ጌርካ ጸግዕ ተተብለን ሓሲበ ኣለኹ ሓሲበ ኣለኹ ሓሲበ ኣለኹ ግርም ከምኣ ተሓሲብካ ደኣ ግርም እ መስርዕ ዓድን ጎደቦን ከይትኸውን ሃንስ ዝኣጎ ደሓውስ በይንኻ ክትስሕኖ ጥራ ግደ ብለ እንደ ደበይ ተብልዕለይ ኣለኺ። ተይበቲ ወይ ድበልዕ ተፈልዐ ከኣ ሸረኽረኽ በል እምበር ገዲስኒ ድዩ ጥራ ኣታ ኣድሓነት ተኸነ ጽርግር ትበል እዩ ከም ጌርካ ጥምተኒ እሞ በል ብምራን ኣሲርካ ሓዳር ኣግብራ። እንታይ ደኣ ጸርጸር ትብሊ?

ትዕላል እምበር ኣቢ እኒሀ ስኽ ኢለ ይሓስብ ኣለኹ። ዋእ ኣብ በይኒ ኽዲ ዶ ዕጫ ኹሉ ናይ። እሞ ደላይ ኸምስ ኣንኩስ ናብ ርሑቕ ጎደቦ። ኣነ ኸኣ እቶም ሰብኣይ ኣብ ቅርዓት ምስ ረኸብኩዎምሲ ደሃንስ ጊላይ ኣበዩ ኢሉኒ ኣነ ኸኣ ብኡ ቢሉ ተኸደና ኢለስ ናብ ታሕታይ ገዛ ሓቢረዮ። እሞ ንስኺ ደኣ ኹሉ ዝበሃል እዩ ኽትፈልጢ ነይርኪ። እወ ግና ነደይ ምስ ነገርኩዋስ ርብቃ ኸይትሰምዕ ስቕ በሊ ኢላትኒ። ገዛና ኸ መጺኡ ነይሩ ዶ። ገዛናስ ኣይመጸን ዳያ ኽሰተ ኽኣቱ ግን ርእየዮ ነይረ። እሞ ናይ ያኽቲ ዝደልዮ ኸይከውን። ዋእ ኣንቲ እቶም ብዕራይ ዝጠፍኦም ኣቦይ ዝረኸበሎም እኮ እዮም። ከምኡ ደኣ ኢልክንወ እሞ ምስ ኣቦይ ከይተላዘበ ክኸይድ ኣቋሪጽዎ ከይኮን ወይ ድማ ካልኦት ስድራ ከይኮኑ እቶም ደለይቲ። ዋእ ንሶምሲ ንሶም እዮም እንተ ኾይኖም ገዛና ዘይመጹ ግን ኣይፈለጥኩን ዋእ ኣቦይን ኣዲን እኮ ጽበይዎም ኔሮም እዮም። ዋይ ኣቲ ከም ጸሎንስ ናብ ርሑቅ ክሰዱኒ። ዋእ ኣንቲ ርካሕብቲ እንታይ ጸገም ደለዎ እዩ ምርዓ ዕድልካ ዶ ኣይኮነን ዝበካ። እማ ኣነ ካብ ስድራይ ክፍለ ኣይደልን እየ። እሞ ንየማነ ወዲ ኪዳነ ሕራይ በልዮ። ዋእ ኣቲ ቆልዓ ጥዕይቲ ዲኺ እዛ ዘረባ ካልኣይ ሻዕ ከይትደግምያ። ዋእ ብዘይ ብኡ ሸዊት ሕኒን ትብለለይ ዘላሲ። እሞ ክም ኢለና እንዶ ደኣ ኢታይ ኩኒ።

እንታይ ደኣ ሰበን ክትመጽኣ ደብርክናን ወኣይ ንዓ እንዴ ደማዕዶ ኣለኹሞ ደንጊያትኒ ዋይ ኣንቲ ሳንዳይ ኣነሲ እቲ ኣ እንታልኪ እያ ክትብል ከላ ኣስሕቕ ተብለኒ ክፈትዋ ከኣ ጉዳመይ ዶ በሊ እታ ንዓኣ ዝረኸበታ ትርከብ ክኸይብለኪ ቆልዓ ኢኺ እምበር ንዓ ክትከም ኣያ ትግብኣኪ ነይራ። ውይ ኣትንሳ እንዳይ ኣኽፊኤ ደይ ውይ ዘመልሓሰይስ እንታይ ክገብራ ነቦኹስ መልሓሰይ ነዊሓ ኣላ እሞ ንእሽተይ ሕፅረለይ በልዮ። በላ ስቕ በላ ስቕ ኢልክን ዘረባ ኣይተናውሓ ኣነ ገዓት እንጣጢሕ ባህ ኢልኒ ኣሎ እዋይ ሰበነ ቐጭን ኣንቲ ሕንጢት ጓለይ ሕንጢት ጓለይ እናበለት ከተፃወታ መን ጓል ኢልኪ ወዲኣ ትወልድ ውልድ ምስ በለ ከዓ በትሪ ሒዙ ድጓሲ ዋው ሳንዳይ ሰበይቲ ትወልዶን ዳኛ ዝፈርዶን ኣይፍለጥን ኢዩ ከም ዝበሃል ኣይንሃውትት። ደይ ባዕልኺ ኢኺ ሃተውተውተው ትብሊ ዘለኺ። ዋእ ሳንዳይ ዓድና ሚዒዳ ሸምጊላ ገሲጻ ዘይትኽእል ኮይና። ኣንቲ ቆልዓ ንዓኺ ሕጂ እንታይ ኣተወኪ ቆልዓ እንዲኺ በዓል ኣቦኺ ዘለዎስ ንበዓል ኣቦኺ ደይ ትገድፍሎም። ዋእ እሞ እንዳያ ከሰተስ ተሓጉሽክን እዩ ማለት እዩ። ወለከይ ኣነ ዶ ኮይት ሰምጸየሎም እየ ኣነ ዶ ዓዲለዮም ኮይን ንዓይ ከምኡ ትብልኒ ኣነሲ ኣድሓነት እየን ዶ ጊሃኒ። ኦይ ንዓይስ መለይ ቅጭን እያ ተጒሂኒ እንተኾይና ደኣ መደይ ከተጒሄኪ ኣንቲ እቲ መዓልትኻ ቀሪቡ ሎሚ ፅባሕ እያ ክትሓርስ ዝበሃል ደሎ ዋ ኣትን ሳንደይ ጓልሲ ኣብ እንዳ ስድራኣ ትብኮር እምበር ኣብ እንዳ ሓትናኣ ኣንቲ ቆልዓ ኣነ ድየ ንእሽተይ ወላ ስኺ ኢኺ ዓባይ ጓል ዘረባ ንኣሽተይ ትዛረቢ

እመለይ ክንዲ እንዳ ስድራ ትብኮር ኣብ እንዳ ሓትንኣ ተበኪራ ኢለክን እንታይ ኢልክናኒ ወ እንታይ ኢልክና ዋ ኣነ ደኣ ኣድሓነት ኣይክትሕርሳ እንዲያ ኸይድ እባ ጠፊኣ ኣላ ኣድሓነ ክትመፅእ ኣገዛ ከምኡ ኢለ ይህቲ ጓል ሃንስ ከምኡ ኢላትኪ ሓዋውሰን ኣለዋ ሳንዳይ ጥራሕ ይሓውስኪ ኣንተ ጅግና ንጎሶም ኣታ ተባዕ ኣታ ነዛ ቆልዓ ካብዚ ዓዲ ዘሪፉ ድወስደና ሰብ ስኢና
ደሓን ብፍላይ ንኣኺ ኣብ ርእሲ ከለኹ እንትፋዕፋዕ ኣባይ በግዕ ምስዛ ቆልዓ እንታይ ከም ትዕልል ሰሚዐ ኣለኹ። ኣንገሶም
ማሰ ድኹም ናልካ እንታይ ክዓብሰለይ
ሕጂ ኸ ዳግማ ከዝጎጢኒ ስምዓ ኣብ ዝባነይ ሻንጣ ኣይኮንኩን ተሰኪመ ዘለኹ ጠበንጃ እዩ ዝትርእዮ ዘለኹ እወ እወ ነቦይ ከምኣ ነይራ ትፈልጣ እንዴ ኣበይ ትፈልጦ መስቦይ ትፈልጦ ወላዲ እንድዩ ትፈልጦ ዋሳ ናይ ፅርሓ